ሰላም ጥዕና ያበልና ዝኸበርኩም ተኸታተልቲ ልሳን ተጋሩ ዜናታት ናይ ዝዕለት ሒዝና መፅና ኣለና ፈለማ ግን ኣንድ ኣንድ ኣርእስታታ ብግንባር ሱዳን ናብ ወልቃይት መጥቃዕቲ ከም ዝተጀመረ ተሓቢሩ ሕወሓት ናይ ምዝገባ መስፈርቲ ከም ዘፍለጠ ተገሊጹ። ኢትዮጵያ ኣብ ልዕሊ ኤርትራ ንእተካይዶ ወታደራዊ ስጉምቲ ካብ ሓያላት ሃገራት ናይ ዘመናዊ ኣጽዋር ድጋፍ ከም ዝረኸበት ተሓቢሩ። ጌታቸው ረዳ ብዛዕባ እቲ ዝመስረቶ ፓርቲ መግለጺ ከም ዘውጽኣ ተፈሊጡ። ዝብሉን ካልእትን ኣለውና ሕጂ ድማ ናብ ዝርዝሮም። ፈልማግን ቻናልና ሳብስክራይ ንምድላትና ድማ ላይክን ሼርን ብምግባር ቤተሰብ ይኹኑ። ሰናይ ምክትታል። ባር ሱዳን ናብ ወልቃይት መጥቃዕቲ ከም ዝተጀመረ ተሓቢሩ ምዕራብ ትግራይ ብወረርቲ ሓይልታት ተኸፋፊላ ንብረታን ማዕድናታን ክወረር ከም ዝፀንሐ ፍልፍላት ይሕብር ብብልፅግና ኦሮሞ ዝምራሕ ሰራዊት ኢትዮጵያ ኣብ መንጎ ትግራይን ኣምሓራን ቀፃሊ ደም ምፍሳስ ንኸሉ ብትልሚ ክሰርሕ እኳ እንተጸንሐ ትልምታቱ ሓደ ብሓደ ይፈርሱ ከምዘለዉ ተፈሊጡ። ብልጽግና ኦሮሞ ምዕራብ ትግራይ ናይ ጎንጺ ማእኸል ጌርና ስልጣን ኢትዮጵያ ተቖጻጺርና ክንነብር ኢና እንተበሉ እኳ ሕጂ ግን ኩሉ ትልምታቶም ይፈርሶም ከምዘሎን ኣብ ከቢድ ጭንቀት ከምዘለዉን ካብ ኣባላት ድሕንነት ዝተረኸበ ሓበሬታ የረድእ። ብልጽግና ኦሮሞ ምዕራብ ትግራይ። ሓድሽ ክልል ሰይሙ ንክልል ኣምሓራ ሂብናኩም ኣለና እንተበሎም እኳ ሊቃውንቲ ኣምሓራ ግን ምዕራብ ትግራይ ናይ ትግራይ እምበር ናይ ኣምሓራ ኮይና ኣይፈልጥን እናበሉ ብሚድያ እናመስከሩ ይርከቡ። ይኹን እምበር ፅንፈኛ ሓይልታት ኣምሓራ ሰራዊት ትግራይ ሩባ ተከዘ ኣይሓልፍን ብዝብል ትልሚ ህዝቢ እናንቀሳቀሱን ህዝቢ እናቐስቀሱን መንእሰይ እናሰልጠኑን ከም ዝርከቡ ይፍለጥ። ሕጂ ዝተረኸበ ሓበሬታ ከም ዝሕብሮ ብሱዳን ዝፀንሐ ሰራዊት ትግራይ ወልቃይት ንምቁፅፃር ይግስግስ ከም ዘሎ ሓቢሩ። ኣብ ሱዳን ዝርከብ ሰራዊት ትግራይ ብጀነራል ኣልቡርሃን ዝምራሕ ሰራዊት ደጊፉ ይዋጋእ ኣሎ ብዝብል መራሒ ዓማጺ ሓይሊ ጀነራል ሓምዳን ዳጋሎ ክሲ የቕርብ ከምዝነበረ ዝፍለጥ እዩ። ብጀነራል ሓምዳን ዳጋሎ ዝምራሕ ዓማጺ ሓይሊ ሱዳን ዋና ከተማ ሱዳን ካርቱም ሓዊሱ መብዛሕቲኡ ግዝኣታት ሱዳን ተቖጻጺሩ እኳ እንተጸንሐ፣ ሕጂ ግን ካብ ካርቱም ሓዊሱ ካብ መብዛሕቲኤን ግዝኣታት ሱዳን ከምዝተባረረ እሙናት ሚድያታት እናጸብጸባ ይርከባ። ነዚ ስዒቡ ድማ መራሒ ሃገራዊ ጦር ዝኾነ ጀነራል ኣልቡርሃን ናብ ግብጺ ብምጉዓዝ ስሩዕ ዲፕሎማስያዊ ስራሕቲ ከምዝጀመረ ተገሊጹ። እዚ ከምዚ ኢሉ እናሃለወ ብሱዳን ዝጸንሐት ክፍለ ጦር ሰራዊት ትግራይ ኣብ ወልቃይት ዘሎ ጽንፈኛ ሓይሊ ኣምሓራ ንምድምሳስ ምድላዋታ ከምዝወደኣት ዝረኸብናዮ ሓበሬታ የረድእ። ህወሓት ናይ ምዝገባ መስፈርቲ ከምዘፍለጠት ሓቢሮም። ህዝቢ ትግራይ ናብዚ ሕጂ ወሪድዎ ዘሎ ቁልቁለትን ሽግርን ክወድቕ ዝኸኣለ ኣብ መንጎ መራሕቲ ህወሓት ብዝተፈጠረ ጎንፂ ከምዝኾነ ዝፍለጥ እዩ። መራሕቲ ህወሓት ብዶክተር ደብረፅዮን ዝምራሕ ጉጅለን ብጌታቸው ረዳ ዝምራሕ ጉጅለን ተባሂሎም ኣብ ክልተ ተኸፊሎም ንክልተ ዓመት ዝኣክል ከቢድ ጎንፅን ንሕንሕን ከምዘካየዱ ዝፍለጥ እንትኸውን ደመኛታት ፀላእቲ ትግራይ ድማ እቲ ኣብ መንጎ መራሕቲ ትግራይ ተፈጢሩ ዘሎ ምክፍፋል ተጠቒሞም ንህዝቢ ትግራይ ብኻሳ ኣድሒዞምዎ ከምዝርከቡ ኩሉ ዝፈልጦ እዩ።

ፖለቲካዊ ፀብለልታ ከም ዝረኸበ ዝፍለጥ እዩ። ንትግራይ ዝኾነ ይኹን መራሒ ይምራሕያ እቲ ዋና ጉዳይ ኣብ ትሕቲ ወረርቲ ዝርከብ ግዝኣት ትግራይ ንምምላስ ዝተጀመረ ምንቅስቓስ ኣሎ ዶ ዝብል ናይ ተጋሩ ሕቶ ከም ዝኾነ ይፍለጥ። እዚ ገዛእ ዕዮ ድማ ብህወሓት ልዑል ድጋፍ ከም ዘሎ ንዝንገረሉ ጀነራል ወዲ ወረደ ከቢድ ፈተና ከም ዝኾነ እንዳተገለፀ ይርከብ። ሕጂ ዝተረኸበ ሓበሬታ ከም ዝሕብሮ ብጌታቸው ረዳ ዝምራሕ ህወሓት ሓድሽ ፓርቲ ይምስርት ከም ዘሎ ዝፍለጥ ኮይኑ ንኣባልነት መስፈርት ድማ ኣብ ቀረባ መዓልትታት ይፋ ከም ዝገብር ኣፍሊጡ ኣሎ። ጌታቸው ረዳን ካብ ፕሬዚዳንት ግዜያዊ ምምሕዳር ትግራይ እኳ እንተወረደ ኣብ ፖለቲካ ትግራይ ግን ብዝኸኣልክዎ ኩሉን ክቃለስ እየ ኢሉ መግለፂ ከም ዝሃበ ዝፍለጥ እዩ። ብኣብይ ኣሕመድ ዝምራሕ ስርዓት ኣራት ኪሎ ድማ ነቲ ጌታቸው ረዳ ዝሓሰቦ ቃልሲ ዝጥዕም ስልጣን ብምሃብ መንገዲ ከም ዝፀራገሉ ተንተንቲ ፖለቲካ እንዳገለፁ ይርከቡ። ኢትዮጵያ ኣብ ልዕሊ ኤርትራ ንእተካይዶ ወታደራዊ ስጉምቲ ካብ ሓያላት ሃገራት ናይ ዘመናዊ ኣጽዋር ድጋፍ ከም ዝረኸበት ተሓቢሩ። ኣብይ ኣሕመድ ኣብ ልዕሊ ኤርትራ ወታደራዊ ስጉምቲ ብምውሳድ ወደብ ዓሰብ ክምልስ ከም ዝደሊ ሓለፍቲ ብልጽግና ይኾኑ ሚድያታቶም ክገልጹ ከም ዝጸንሑ ዝፍለጥ እዩ። ይኹን እምበር ኣብ ትግራይ ዝነበረ ምምሕዳር ኣብ ትሕቲ ወረርቲ ዝርከብ ግዝኣትና እንተይተመለሰ እንጅምሮ ጦርነት የለን ኢሉ ንመፀዋዕታ ኣራት ኪሎ ከም ዝነፀጎ እውን ዝፍለጥ እዩ። ስርዓት ኣራት ኪሎን ፖለቲከኛታት ኦሮሞን ናይ ውድብ ሕልሞም ጋህዲ ንምግባር መራሕቲ ትግራይ ካብ ዘቕረብዎም ነጥብታት ንመራሕቲ ትግራይ ካብ ዘቕረብዎም ነጥብታት ሻዕብያ ካብ ትግራይ ወሪሩ ዝወሰዶም ማሽናት ይኹን ካልኦት ናይ ህዝቢ ትግራይ ንብረት ንክትምልሱ ታሪኻዊ ኣጋጣሚ ስለዝኾነ ሻዕብያ ንምእላይ ሓግዙና ዝብል ከም ዝነበረ ምሽጢራዊ ፍልፍላት ክብል ይኹን እምበር መራሕቲ ትግራይ ዝሃብዎ መልሲ ኣርብዓ ሚእታዊ ግዝኣትና ይመለሰልና እሞ ብዛዕባ ካልኦት ጉዳያት ብድሕሪኡ ክንዛተ ዝብል ከም ዝነበረ ተፈሊጡ። ስለዚ ድማ ስርዓት ኣራት ኪሎን ፖለቲከኛታት ኦሮሞን ምዕራብ ትግራይን ንትግራይ ከይምልሱ፣ ትግራይ ሓይሊ ከይትረክብን ኣብ መንጎ ኣምሓራን ትግራይን ዘሎ ጎንፂ ናብ ሰላማዊ መንገዲ ከየምርሕ ስለዝሰግኡ ናብ ኤርትራ ተሓሲቡ ዝነበረ ወፍሪ ንግዚኡ ጠጠው ኣቢሎምዎ ከም ዝነበሩ ዝፍለጥ እዩ። ይኹን እምበር ስርዓት ብልፅግና ኣብዚ ሕጂ እዋን ኣብ ልዕሊ ኤርትራ ዝግበር ዝነበረ ናይ ሚድያ ወፍሪ ንኣዋርሕ ጠጠው ኣቢልዎ ድሕሪ ምፅናሕ ሕጂ ኣጠናኺሩ ከምዝጀመሮ ተፈሊጡ። ብልፅግና ካብ ሰራዊት ትግራይ ድጋፍ እንተዘይረኺቡ ምስ ሻዕብያ ገጢሙ ከሸንፍ ከምዘይኽእል ወታደራዊ ሊቃውንቲ ይገልፁ። ይኹን እምበር ስርዓት ብልፅግና ብዘለዎ ናይ ድሮንን ካልኦት ነፈርትን ተኣማሚኑ ንስርዓት ውልቀ መላኺ ኢሳያስ ኣፈወርቂ ከኣልየ እየ እናበለ ከምዝርከብ ከብ ካብ ፍልፍላት ኣራት ኪሎ ዝረኸብናዮ ሓበሬታ የረድእ። ስለዚ ድማ ዳግማይ ኩናት ኢትዮ-ኤርትራ ዘይቐርብ ምዃኑ ወታደራዊ ሊቃውንቲ እናገለጹ ይርከቡ። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለ ምክትታልኩም ነመስግን። ሰላም።